ሰላም ሰላም ፍትዋትን ክብራንን ኣብ መላእ ዓለም ትርከቡ ናይ ቻናሊ ቤተሰብ ከመይ ትኾኑ? ኩሉ ሰላም እግዚኣብሔር ይመስገን ብወገነይ ሰላም እየ። ንስኻትኩም እውን በብዘለኹምዎ ሰላምኩም ብዛሕ ተረፍ ክብለለይ በዓልቲ ሙሉ ተስፋ እየ። እንኳዕ ድማ ናብ ቻናለይ ብሰላም መጻኹም። ናይ ሎማዓንቲ ቪድዮና ዝኸውን ከዓ ከምቲ ልሙድ ዋጋ ወርቂ እየ ሒዘልኩም መፅኤ እኒኹ። ዋጋ ወርቂ ሎማዓንቲ ዕለተ ሶኒ ነሓሰ ዓሰርተ ሸሞንተ ወይ ካዓ ኦክቶምፐር ዕስራን ኣርባዕተን እዩ ዝከውን ዘሎ ካብ ዓሰርተ ኣርባዕተ ካራት ጀሚርና እስካብ ዕስራን ኣርባዕተን ካራት ዘሎ ሓቢርና ክሬና እስካዕ ፍጤ ፍፃመ ንክትከታተሉ ብኣክብሮት ይዕድም ንሸናለይ ሓደሽቲ ዝኮንኩም ሰብስክራይብ ነባራት ዝኮንኩም ካዓ ላይክ ሸር ብምግባር ንክተበረታትዑኒ ብትሕትና የላው ላይክ ሸር ንትገብሩለይ ካብ ልቢ ነመስግንኩያ ሰናይ ፃንሒት ሰናይ ምክትታል

እንግዲህ ክብራት ኣሕዋተይ ተመሊስና ተረኺብና ኔና ዋጋ ወርቂ ክንርኢ ከለና ወርቂ ብዘይተፀበናዩ መንገዲ ብጣዕሚ ብጣዕሚ እዩ ወሲኸ ዘሎ ከምቲ ዝፍለጥ ኣብዚ ቀዳምን ሰንበትን ዋጋ ወርቂ ኣይሰራሕኹን ብዓርቢ ዝሰራሕኹ እየ ግን ድማ ሎም መዓልቲ ሓድሽ ዕዳጋ ወፂኡ ሕዚ ከም ዝወፅእ ኩላትና ንፈልጦ ኢና ብጣዕሚ ዝደንገፅኩሉ እዩ እውነት ብጣዕሚ ወርቂ ወሲኹ ዝረዝረ ግን ካብ ዓሰርተ ኣርባዕተ ካራት ጀሚረ ክነግረኩም ከለኹ ዋጋ ወርቂ ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብዝገርም ኩነታት ካብ ሰብዓን ሽዱሽተን ናብ ሰማንያን ሽዱሽተን ነጥቢ ሰላሳን ሰለስተን ሳንቲም ዶላር በፂሑ እኒሆ። እዚ ማለት ሓፈሻዊ ዓሰርተ ዶላር ወሲኹ እኒሆ። ኣብዚ ክልተ መዓልቲ ውሽጢ ደሞ ኣርባዕተ ዶላር ወሰኽ ኣርእና እኒሆ። ብጣዕሚ እዩ ወሲኹ እኒሆ ክብራት ኣሕዋተይ። ብናይ ኢትዮጵያ ገንዘብ ከዓ ብዓሰርተ ሰለስተ ሽሕን ሸሞንተ ሚእትን ኣርባዓን ትሽዓተን እዩ ኮይኑ ዝኒሆ ማለት እዩ። ብምክንያት ኣውደ ኣመት ዶ ብምንታይ እዩ ያው ወይስ ምስ ዝኒሆ ቅልውላው እዩ እንግዲህ ሓቢርና ንሪኦ ንኸውን። ቀጺልና ንሪኦ በዓል ዓሰርተ ሓሙሽተ ካራት ክኸውን ዓሰርተ ሓሙሽተ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብተስዓን ክልተን ነጥቢ ኣርባዓን ሽዱሽተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዓሰርተ ኣርባዕተ ሽሕን ሰማንያን ትሽዓተን እዩ ክሽየጥ ውዒሉ ዘሎ ዓሰርተ ሓሙሽተ ካራት እንግዲህ ናይ ወርቂ ንፅህና እንታይ ዝኣክል እንተልና ሓምሳን ኣርባዕተን ነጥቢ ዓሰርተ ሰለስተ ፐርሰንቱ ወርቂ ንፅህና ይኸውን ኣሎ ማለት እዩ

ሸሞንተ ሚእትን ዕስራን ሸሞንተን እዩ ክሽየጥ ውዒሉ ዘሎ። ዓሰርተ ሽዱሽተ ፐ- ዓሰርተ ሽዱሽተ ካራት ናይ ወርቂ ንጽህና እንታይ ዝኣክል ፐርሰንት እዩ እንተይልና ስሳ ነጥቢ ሰላሳን ሓሙሽተን ፐርሰንቱ ወርቂ ንጽህና ይኸውን ኣሎ ማለት እዩ ደቂ ዓበይቲ ወይ ማዕረይ። ቀጺልና ንሪኦ ከዓኒ በዓል ዓሰርተ ሸውዓተ ካራት ይኸውን። ዓሰርተ ሸውዓተ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሚእትን ኣርባዕተን ነጥቢ ሰማንያን ክልተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዓሰርተ ሽዱሽተ ሽሕን ሸሞንተ ሚእትን ዓሰርተ ሸውዓተ ቅርሽን ክሽየጥ ውዒለ ኣሎ ማለት እዩ። ቀፂልና ንሪኦ ያው እንግዲህ በዓል ዓሰርተ ሸውዓተ ካራት ናይ ወርቂ ንፅህና እንታይ ዝኣክል እዩ እንድሕር ደኣ ኢልና ሰብዓን ሸውዓት ይቅርታ ስሳን ሽዱሽተን ነጥቢ ዕስራን ሽዱሽተን ፐርሰንቱ ወርቂ እዩ ማለት እዩ ደቂ ዓበይቲ ወይ ቀፂልና ንሪኦ ከዓኒ በዓል ዓሰርተ ሸሞንተ ካራት እዩ ክኸውን። ዓሰርተ ሸሞንተ ካራት ያው ከምቲ ዝፍለጥ ብጣዕሚ ተፈታውነትን ተፈላጥነትን ዘፍረየ ዋጋ እዩ። ብፍላይ ድማ ብኢትዮጵያ ይኹን ብዓረብ ሃገራት፣ ብኣውሮፓ፣ ብኣሜሪካ ተፈላጥነት ዘፍረየ ዓይነት ጠንካራ ወርቂ ማለት እዩ። ናይዚ ዋጋ ድማ ብፍላይ ድማ ብጣዕሚ ወሰኽ ዝገብር ኣብቲ ዋና ዋና ካራት እዩ ዓሰርተ ሸሞንተ ዕስራን ሓደን ዝመሰሉ ንእሽተን ክባርያት ክባራት እዮም ማለት እዩ። ምክንያቱም ብበዝሒ ኣብኡ ፎከስ ስለ ዝገብር ዓሰርተ ሸሞንተ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሚእትን ዓሰርተን ነጥቢ ተስዓን ሽዱሽተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዓሰርተ ሸውዓተ ሽሕን ሸሞንተ ሚእትን ትሽዓትን እዩ ክሽየጥ ውዒሉ ዘሎ ናይቲ ወርቂ ንጽህና ድማ ሰብዓን ሓሙሽተን ፐርሰንቱ ወርቂ እዩ ወይ ከዓ ሸውዓተ ሜትር ሓምሳን ዝብል ምልክት ኣለዎ በዓል ዓሰርተ ሸሞንተ ካራት ማለት እዩ ዓሰርተ ሸሞንተ ካራት እንግዲህ ከም ዝፍለጥ ከባቢ ተስዓን ግሪ ነይሩ ብጣዕሚ ተስዓን ትሽዓተን ተስዓን ሸሞንተን ነይሩ እዚ ማለት ልዕሊ ዓሰርተ ዶላር ወሰኽ ኣርእና እዩ ብጣዕሚ ዝገርም ኣነ ወርቂ ብሓደ ሻዕ ከምዚ ኢሉ ይኸብር ኢለ ኣይሓሰብኩዎን ነይረ ማለት እዩ። ቀፂልና ንሪኦ በዓል ዓሰርተ ትሽዓተ ካራት እዩ ክኸውን። ዓሰርተ ትሽዓተ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሚእትን ዓሰርተ ሸውዓተ ነጥቢ ዓሰርተ ሓሙሽተ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዓሰርተ ሸሞንተ ሽሕን ሸውዓተ ሚእትን ቴስዓን ኣርባዕተን እዩ ክሽየጥ ውዒሉ ዘሎ ባይዘወይ እዚ ዋጋ ዝነግረኩም ዘለኹ ብናይ ኢትዮጵያ ብሄራዊ ባንኪ ኮይኑ ናይታ ጥረ ወርቂ ብቻ ኮይኑ እቲ ወርቂ ናብ ምንም ዓይነት ዲዛይን ዘይተቀየረ ወርቂ ማለት እዩ። ቀፂልና ንሪኦ በዓል ዒስራ ካራት እዩ ክኸውን ማለት እዩ። በዓል ዒስራ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሚእትን ዕስራን ሰለስተን ነጥቢ ሰላሳ ሳንቲም ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዓሰርተ ትሽዓተ ሽሕን ሸውዓተ ሚእትን ሰማንን ሓሙሽተን ቅርሽን እዩ ክሽየጥ ውዒሉ ዘሎ። በዓል ዕስራ ካራት ናይ ወርቂ ንጽህና ካብ ሚእቲ እንታይ ዝኣክል ፐርሰንቱ እንተሎ ሰማንያን ክልተን ነጥቢ ዜሮ ሸሞንተ ፐርሰንቱ ወርቂ ይኸውን ኣሎ። ቀጺልና ንሪኦ ብጣዕሚ ብጣዕሚ ድሙቕ ለስላሳ ደስ ዝብል ዓይነት ካራት ተፈላጥነትን ተፈታውነትን ዘፍረየ ካብ ዓሰርተ ሸሞንተ ካራት ቀፂሉ ዕስራ ሓደን ካራት እዩ። ዕስራ ሓደን ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ማለት እዩ ብዝገርም ኩነታት ብናይ ኣሜሪካ ዶላር ብ ሚእትን ዕስራን ትሽዓተን ነጥቢ ኣርባዕተ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብ ዕስራ ሽሕን ሸውዓተ ሚእትን ሰብዓን ሓደን ቅርሽን ክሽየጥ ውዒሉ ኣሎ። ብጣዕሚ ብጣዕሚ ወርቂ ወሲኹ ማለት እዩ። እዚ ዋጋ እዚ ዝነግረኩም ዘለኹ ናይታ ወርቂ ጥረ ገንዘብ ናብ ምንም ዓይነት ዲዛይን ዘይተቐየረት ወርቂ እያ ማለት እዩ። ቀጺልና ንሪኦ በዓል ዕስራን ክልተን ካራት እዩ ክኸውን። ዕስራን ክልተን ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሚእትን ሰላሳን ሓሙሽተ ነጥቢ ስሳ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዕስራን ሓደን ሽሕን ሸውዓተ ሚእትን ስሳን ሓሙሽተን ክሽየጥ ውዒሉ ኣሎ ንብለኩም ቀፂልና ንሪኦ ከዓኒ ዕስራን ሰለስተን ካራት እዩ እስካብ ዕስራን ክልተን ካራት ዘሎ ንዝተፈላለዩ ዓይነት መጋየፂ ዝጠቕሙ ኮይኖም ዕስራን ሰለስተን ዕስራ ኣርባዕተን ካራት ድማ ንመጋየፂ ዘይምከሩ ግን ድማ ንኢንቨስትመንት ብጣዕሚ ዘወፁ ዓይነት ካራት እዮም ዕስራን ሰለስተን ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሚእትን ኣርባዓን ሓደን ነጥቢ ሰማንያን ሓደን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዕስራን ክልተን ሽሕን ሸውዓተ ሚእትን ሓምሳን ሰለስተን እዩ ክሽየጥ ውዒሉ ዘሎ። ኣብ መወዳእታ ንሪኦ በዓል ሓደ ውቅዒት ወይ ከዓ በዓል ዕስራን ኣርባዕተን ካራት ክኸውን በዓል ዕስራን ኣርባዕተን ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብዝገርም ኩነታት ካብ ሚእትን ሰለሳን ሸሞንተን ናብ ሚእቲ ኣርባዓን ሸውዓተን ነጥቢ ተስዓን ሸሞንተን እንግዲህ ኦልሞስት ናብ ሚእትን ኣርባዓን ሸሞንተን በልዎ ክልተ ሳንቲም ወይ ከዓ ዜሮ ክልተ ሳንቲም ይቀሪቦ እኒሆ ሚእቲ ኣርባዓን ሸውዓተን ነጥቢ ተስዓን ሸሞንተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብ23742 ክሽየጥ ውዒሉ ነይሩ ውዒሉ ህሉ መዓንተ ለተሶኒ ዕስራ ኣርባዕተን ካራት እንግዲህ ብናይ ኢትዮጵያ ገንዘብ እስካብ ዕስራ ሽሕ ይሽየጥ ነይሩ እዚ ማለት ልዕሊ ሰለስተ ሽሕ ወሰኻ ርእና እኒሆ ብጣዕሚ ዝገርም እንግዲህ ክብራት ሕዋተይ ዋጋ ወርቂ ብዝሐዝን ኩነታት ብከምዚ ክሽየጥ ውዒሉ እኒሆ ጽባሕ ከም እግዚኣብሔር ፍቃድ ክቀንስ ተስፋ ንገብር ማለት እዩ። ቪድዮ እዚኣ ትመስል ነይራ። ሓሳብ ሬቶኹም ኣብ ኮሜንት ጸሓፉለይ እና ኣሸንዳ ከመይ ኣሕሊፍኩሞ ጽቡቅ ኣሕሊፍኩሞ ትኾኑ ተስፋ ይገብር ደቂ ዓበይቲ ወይ ያው ደጊመ ብሩኽ ኣውደ ኣመት ቀዳም ሰንበት ንዓዲ ብምኻድ እየ ጠፊኤ ብጣዕሚ ይቅርታ እና ሰሰናዩ ብጣዕሚ ኢና ንፈትወኩም ባይ ባይ